ከመይ ኣምሲኹም ክቡራት ተኸታተልትና ሕጂ ኸኣ ብኻልእ መደብ መጺና ኣለና እዋናዊ ጉዳይ ናይ እስራኤል ኣበይ ደረጃ በጺሑ ኣሎ ብዛዕባ ኣብ ዱባይ ደጋጠመ ፍጻመን ካልእን ሒዝናልኩም መጺና ኣለና ምሳና ጽንሑ ኢራን ሕነ ምፍዳይ ናይ እስራኤል ክትጽበ ኣብ ከባቢ ቀይሕ ባሕሪ ሓይልታት ባሕሪ መራኽባ ኣዳልያተን ትርከብ። ኣብዚ እዋን'ዚ ንበቐል ናይ ኢራን መልሲ ክትህብ እንጽበያ ዝጸናሕና ሃገር እስራኤል፣ እነሆ ሕጂ ከኣ ነዚ ግብረመልሲ ዝኸውን ኢራን እኹል ዓጸፌታ ንምድላው ኣብ ከባቢ ቀይሕ ባሕሪ ንናይ ንግዲ መራኽባ እስራኤል እትሓልፈሉ ከይተረፈ ንምሕላው ኣብ ቀይሕ ባሕሪ ዓሲለን ይርከባ። እዚ ጉዳይ እዚ ኣቐዲሙ ሎሚ ለይቲ ብዛዕባ እስራኤል ዝሃቦ ኢራናዊ ፕረዚደንት ኢብራሂም ራይሲ ኣብ ዝሃቦ ሓበሬታ እንሆ ኩሉ ምድላዋቶም ኣፈሙዞም ኣዳልዮም ናብ እስራኤል ኣቕኒዖም ይጽበዩ ይጠባበቑ ከም ዘለዉ ገሊጹ። ነዚ ተኸቲለን ብዙሓት ሃገራት ንእስራኤል ካብቲ ክትወስዶ ሓሲባቶ ዘላ ናይ ሕነ ምፍዳይ መጥቃዕቲ ጠጠው ንኽትብልን ኽትውገድን ብዙሓት ሃገራት ኣብ ልዕሊኣ ጸቕጢ ይገብራ ኣለዋ። ገለ ካብዚኤን ቱርኪ እያ። ቱርኪ ኣብ ሎሚ ምሸት ዘውጸቶ መግለጺ እዚ እስራኤል ኣምጺኣቶ ዘላ ባዕላ ብዝገበረቶ ኣብ ሕነ ምፍዳይ ዘይብሉ ዝኾነ ዓይነት መንቀሊ ዘይብሉ ጽልኢ ኣብ ርእሲ ኢራን ብዘልኣዮቶ ኣብ ናይ ኢምባሲ ኢራን ብዝገበረቶ መጥቃዕቲ ዝጀመረ ኮይኑ ሕጂ ከኣ እዚ ነገር እዚ ኣቐዲማ ጠጠው እንተዘይኣቢላቶ ክመጽእ ዝኽእል ሳዕቤን ኣዝዩ ብዙሕ ምዃኑ ይገልጹ። በዚ ከኣ ወሲኻ ቱርኪ እተን ኣጆኺ ዝበልኣ ሃገራት ንባዕለን ኣእዳወን ስሒበን ከምዘለዋን ከምኡ'ውን ኣብዚ ነገር እዚ ሸሚመንኣ ከምዘለዋን ንምዕራባውያን ሃገራት ቱርኪ ትወቅስ። ሕጂ ኣብ ስቱድዮ ከለና ኣብ ዝመጸና ሓበሬታ ብወተሃደራዊ ሓይሊ ባሕሪ ኢራን ተዓጂባ ዝጸንሐት መርከብ ናይ ፖርቱጋል ኣብ ትሕቲ ቁጽጽር ከምዝወደቐት ተገሊጹ። እዚ ከኣ ባንዴራ ናይ ፖርቱጋል እንዳንበልበለት ትሓልፍ ዝነበረት ኢድ ኣለኪ ምስ እስራኤል ብምባል ተጨውያ ከም ዝጸንሐትን መግለጺ ተዋሂቡ። እዚ ኢራን ትገብሮ ዘላ ኣብ ናይ ማእከላይ ምብራቕ ሰፊሕ ምቁጽጻር እንተቐጺሉ ብዙሕ ናይ ኢኮኖሚ ጸገማት ክፈጥር ከም ዝኾነ ተገሊጹ'ሎ። ነዚ ነገራት እዚ ጠጠው ንምባል ድማ ኩለን ሃገራት ሕጂ እውን ደጊመን ደጋጊመን ኣብ ርእሲ እስራኤል ጸቕጢ ይገብራ ኣለዋ። እስራኤል እቲ ክገብሮ'የ ኢላቶ ዘላ ናይ በቐል፣ ሕነ ናይ ምፍዳይ፣ መጥቃዕቲ እንተ ፈጺማ ብዙሓት ሃገራት ከባቢ ምብራቕ ናይ ኢኮኖሚ ጸገም ከጋጥመን ከም ዝኾነ ማዕከናት ዜና ይገልጹ።